ሰላም ሰላም ክቡራት ተኸታተልተይ ከመይ ውዒልኩም ሰላም ዲኹም? ኣነ ሰላም እየ ኣምላክ ይመስገን። ኣሚን ኢኻቶም ዳሕና ዲኹም? እምበኣር ከሳም ዝትርእዎ ኣለኹም ያው ጉዕዞ ላፃዓና ገዛ ላቐይርና ኢና ንርከብ። እስኪ ርሑስ ገዛ ይኹን እስኪ በሉና። ጉዕዞ ናፅዒና ብኣይሱዝ ንመቐለ ማለት እዩ ናብ ዲያስፖራ ሰብዓ ካሬ ከባቢ ናብኡ ተካሪና ኣለና እስኪ ካብ መጨረሻ ሰሚዕኹም እንታይ ኮይነ ይቕይር ኣለኹ ዓዲ ብምንታይ ምኽንያት ብደንብ ገይረ ክነግረኩም እየ ካብኡ ደሞ ዝለኻድኽዎ ወይ ከዓ ዝልትካረኽዎ ገዛ እንታይ ይመስል ብድሕር እዚ ቪድዮ እዚ ክለቀልኹም እየ ፅባሕ ልማዓንቲ ግና ምስ ትርእዩና ጉዕዝና ፃዒዕና ቢብ ይብላና ንሰብዓ ካሬ ማለት እዩ። ሰብዓ ካሬ ያው ታሕቲ ብቻ እዩ ታዲሙ ታሕቲ ብቻ ከ እንደይ ትካርዩ ብደንብ ክነግረኩም እየ ታሕቲ ብቻ ብእውነት ኣብዚ ቪድዮ ላ ቀሪፀዮ እየ ክትሪእዎ ኢኹም ሰብዓ ካሬ ማለት ብጣዕሚ እያ ንእሽተይ ብጣዕሚ ማለት እዩ ሳሎን በቃ ልላዕሊ ኢኻ ትቕፅል እምበይ ታሕትስ ምንም ቦታ የብለይ ከይደ ርእየዮ ማለት እዩ እና ካብኡ ከዓ ቀሪፀ ክነግረኩም እየ ኸዚ ጉዕዘና ፀዓዒና ሃምዚና መንገድና ቀፂልና ወልናኩም ካብቲ ነበርክዎ ገዛ እናቃየርኩ እየ ዝርከብ ዝነርኩዎ ንእሽተይ ካብ ማእለ ውስን ዝበለ እዩ ነይሩ ኸዚ ግን ያው ዲያስፖራ ከባቢ ሰብዓ ካሬ ልባኒ እዩ ከባቢ ብጣዕሚ ዘናጭ እዩ ብእውነት ኣነ ገዛ ክራይ ብጣዕሚ ይልብረኒ ነይሩ ግን ናይ ስራሕ ጉዳይ ተኮይንካ ንባዕልካ ልሟቻቸየልካ ተኮይኑ ግዴታ እዩ በቃ ክፎተኻ ኢኻ ትኣትዎ ማለት እዩ እምበ ገዛ ናዕልካ ንመስል የለ ናፅነትኻ ማይኻ በተለይ በተለይ ኣብ መቐለሲ ናይ ማይ ሽግር እኒኦ ተወርኽኩም ማይሲ ኣብ ወርሒ እያ ትመፅእ ተወርኽኩም ተኣምን እንዶ ገሪምኒ ገዛይ ግን ኣብዚ ገዛይ ዝስራሕዎ ጫፍ ኣይናለም ግን መዓልታዊ እያ ትመፅእ ማይ መብራህቲ በቃ ምንም ኣብ ክረምቲ ክልተ ወርሒ ሙሉእ ክረምቲ ብጣዕሚ ኣጥቂዓትና እያ መብራህቲ የነበረት ክረምቲ ትክክል ፓሎ ይወድቅ በቃ ልኳነ ኮንታክት ገይሩ ይቃፀል ምናምን ብማይ ምክንያት ማለት እዩ ብዝናብ ዝኾምዚ ሓጋይ ግን መብራህቲ ከይዳ ኣይትፈልጢ ማይ በቃ መዓልታዊ እያ ትመፀና ኣብ መቐለ ኣብ ዝልኸደለኹ ከዚ ዝቕይረለኹ ዓዲ ግን ኣብ ወርሑ እያ ትመጽእ ማይ ማይ የላ ኢለና እንተን ጎረባብትሲ ገሪምኒ ብጃራኪን ላመላእና ተይቐረጸ ወይም ቤ ብጃራኪን መሊእና ኢና ንማላእ ኣለና ጃራኪን በርቤን ምናምን መሊእና ሒዛ ንኸድ ኣለና ትብላን ጉዕዘና ለሰብዓ ካሬ ማለት እዩ ክዝንጥ ግን ዝከባቢ ከርእየኩም እየ ብትኽክል ብጣዕሚ እዩ ዘነጥ ብጣዕሚ በቃ ከምዚ ሓቂ ኣብዚ ከተማ ጅዳ ዋላ ጅዳ ርእየ ኣብ ወስን ዝበለ ዓዳትስ በቃ ሓደሽቲ እኒኦኩም ካርታን መድ ይበሃል ካርታን መዋህም ናይ መንግስቲ ገለ ከምኡታት ኣሰራርሓ ዲዛይን ኣሎ በቃ ዓድና ዘለኹ ይመስለኒ ከምዚ ውጭ ወይ ከዓ ሱዕዲ ዓረብ ኣለኹ መስ ትሰሚኒ እዚ ከባቢ ማለት እዩ እቲ መንደር ብጣዕሚ እዩ ደስ ልብል

ኣበይማ ገዛ ተሓዝኻ ኖርማል ሰራዊት ገዛ ተሓዝኻ ላብ ፎቅ ትምነ ሓደ ፎቅ ታሕቲ ብቻ ትሒዝካ ካልኣይ ሳልሳይ ፎቅ ትምነ በቃ ተምኒት ናይ ወዲ ሰብስ ጠቕላላ ኣይውዳእ ይዋ ብቻ ግን ዝረእኽዎ ገዛ ዝንኸዶ ኣለና ንቕመጦሲ በቃ ብጣዕሚ እየ ትመንዮ ደስ በሃሊ ካብኡ ለለ ብጣዕሚ ይፀቢብ ፀባብ እያ ሰብዓ ካሬ ማለት ብጣዕሚ እያ ፀባብ ደባሪት እያ ልስራሕ ድግስ ገይርካ መርዓ ገይርካ ሰብ ፅርግያ እዩ ልድስደስ ከምዝና ናብ ዕልና ገዛ ኣርባዕተ ሚእቲ ካሬ ሰለስተ ሚእቲ ካሬ ገፊሕ መረባ ተኽልታት ፍትሕ ኣይትብሊ ብጣዕሚ ይፀቢብ ከርእየኩም እየ ክቐርፆ እየ ማለት እዩ እና ልማዓንቲ ግን ኣብ ጉዕዞ ምፃን ኣብ ገዛ ምቕያር ኣብ መንገዲ ኣብ ገዛታት ምስትኽኻል ኢና ውዒልና ኣለኩም ኸዚ ናብዚ ከባቢ ኢና ንኣትና ትርእዩና ኣለኹም ሰብ ዓካሪ ከባቢ በፂሕና በፂሕና በፂሕና ብጣዕሚ ደስ በሃሊ እያ ካብኡ ከዓ ጋቢና እዩ ነይሩ ኣብ ድሕሪት ፅዒኖም ሰለስተ ሰብ ጋቢና ነይርና ከዚ ቀጥታ ትርእና ኣለኹም ጉዕዘና ፅዕናን ዲያስፖራ ሓሊፍና ሰብ ዓካሪ ልየ ናፍቲ እንትን ከባቢ ማለት እዩ እና ርእይዎ ደስ ክብል ኣብዚ ከባቢ እዚ ገዛ ክትምነ ብትክክል ግን ብጣዕሚ እዩ ቀኒሱ ትሽዓንተ ሚልዮን ዓሰርተ ሚልዮን ነበረ ሓሙሽተ ሚልዮን ለሃፋትም ቀኒሱ እዩ ለሃማይ ድኻ ግን ብጣዕሚ እዩ ክባር እመ ኣብዚ ከባቢ እዚ ብጣዕሚ እዩ ክባር ነይሩ ከዚ ልትገዝኡ ኩሉ እንትንኹም ሳይት ፕላንኹም ትሕዙ ስምኹም ክተዘዋወሩ ቢያንስ ኣርባዕተ ሚልዮን ሓሙሽተ ሚልዮንስ ታሕቲ ተሃደመ ላዕሊ ገና ታሕቲ ግን ኩሉ ፅድት ኢሉ ተወደአ ኣብዚ ከሪኦኩም እዩ ዝንኸዶ ኣለና ማለት እዩ ክራይ ዘይኮነስ ዋግኡ ይነግረኩም ካብኡ ከዓ ክራይ እንዴት ካሬ ክየሉ ወርሒ ክነግረኩም እየ ካብዚ ሰብዓ ካሬ በፅሕና ረእይዎ እዚሲ ዓድና ዘይመስል ልክ ኣነ ኣብ ስዑዲ ሰብዚ ውስን ዝበለ ሓደሽቲ ናይ መንግስቲ ካርታ መታት ትበሃል ፓርታመ ካርታመ ኮይሉ እዩ። ፓርታመታት ንዮ ዝተሰርሐ ናይ ጅዳ ወሰና ወሰን ከምኡ መሲሉ እዩ ሰሚዑ እንዶ ደስ ክብል እቲ መንደር ርእይዎ ሰብዓ ካሬ ኣቲና ከዚ ሰብዓ ካሬ ሰተተተተተተተት እናበልና ጉዕዘና ኣፅዕና ከች ልና ኣለኹም ማለት እዩ። ሶ ኣብዚ መንደር እዚ ግን ኣነ ናብ ዓለይ ገዛ ሰሪሐስ ንላዕሊ ፎቆ ውፅኤስ ፍትሕ ኢለ ክነብርስ ብጣዕሚ እየ ተመንየ ኦኬ ግን በቃ ኣለኩም ብዙሕ ነገር ናሰብ ትምኒት ና ወዲ ሰብ ትምኒት ብዙሕ እየ ይውዳእ እዩ ቲተሓዝካቲ ቲተሓዝካቲ ብቻ ግን ዝመንደር እዚ ብጣዕሚ ትሞችኒ እንዲያም ካብዚ ዲያስፖራ ኣብኡ እንትን ለበለ እንታይ ዝበሃል እዚ ናይ ድኳን ኮንቴነር ለበለ ተር ኢለ ደቡይሩኒ እዚ ናይ ዲያስፖራ ኣውዚ ግን ረስማም ሃመይ ድዩ ዘናጭ ርእዎም እዚ ኣብዚ ዝኒኦ ገዛታት እዚ ዝኒኦ ፎቕሲ ናይ ግላዊ ሓበሻ ኢልኩም ዶ ትግምትዎ ወይስ ናይ መንግስቲ? እዚ እትርእይዎ ኣለኹም እዚ ኩሉ እንዳለ ንሃፋትም ውጭ ዝሰርሑ ናይ ዲያስፖራ በቃ ሰብ ዓካሪ እዩ እዚ ከባቢ እዚ ማለት እዩ። ኣብዚ ከባቢ እዚ ትካረየ ጉዕዘይ ሒዘ ከይደ ብዝኾነ ስራሕ ማለት እዩ እዚ ገዛ ውሽጢ ከርእየኩም እየ ብደንብ ገይረ ቪድዮ ከይነውሓኩም ኣብኡ ምስ ኣተኹ ኩሉ ካብ በሪ ትሒዙ ካብ ውሽጢ ትሒዙ

ዓይንስ ታድራራ ዓይንስ በቃ ኩሉ ግዜ ጽቡቅ ትርኢ ማርያምን በቃ ደስ ኢልኒ በቃ እምሮይ ስሕጉስ ኢሉ ባዕሉ ዝመንደር ዚሲ ዋላ መናይና ይኹን ዝፈቆ ዋላ ንሃፋትም ይኹን ብቻ ግን ኣብ ትግራይ ድዩ ኒኹ ታይ እዩ ዝመንደር ደስ ክብል ንፋሱስ ምስ ኣሰራርሑ ዲዛይኑስ ጽርጉ ኢሉ ባዕሉሲ ኣእምሮኻስ ፍትሕ ይብል ኩሉ ግዜ ኣብ ገዛ ሲጀመር ደስ ይብል ፍትሕ ካት ዝመንደር ዚሲ ርእይዎ ኩሉ ናይ እንትን እዩ ናይ ግለሰብ እዩ ናይ መንግስቲ ይኾን እዩ ዝፎኣት እና እዚ ዓለም ሲ ኩልና ንነብር ኣለና ንላ ኩሉ ሓዲግና እዩ እንዲና ንኻድ ብቻ ግን ልካ ሽዑስ ዓይንስ ታይ ድራራ ዓይንስ ፅቡቅ ትርአ ፅቡቅ ላርኤ ትደረር እየ ልብል እና ረእዎ ማርያምን ፍትሕ ኢለ ይብልን መሃንትስ ልካ ሓምዝና ዓሊ ለጥርኾ ዘኢመሲልኒ ዋ እንኳዕ መፅኦ ረእኹ ናብዚ ከባቢ እዚ ሲጀመር ብዲያስፖራ ኢና ንሓልፍ ልውሽጢ ከተማ መቐለ ዕዳጋ ንገብር ተኾነ ኣዲ ሓቂ ብማእኸል ዲያስፖራ ኢና ንሓልፍ ከኣይን ኣለም ላዚ ሰብዓ ካሬታት እዚ እንትንኦ ግን መለስ ካምፓስ ድዩ መለስ ፋውንዴሽን ዝበሃል ኒኦ ብዙ ብታሕቲ ብላዕሊ ቡክ ሓለ ኒኦ ብዙ ከባቢ ብታሕቲ ለኒኦ ማለት እዩ ለውዚያት መፀ ይፈልጥ ካብ ስዑዲ ካብ ልመፅእ ተገሪመ ዋ እዚሲ ናይ ናይ ትግራይና መንደርዩ ኣብ ትግራይ ድዩ ኒኹ ኣብ ስዑድ ኮይንስ ወሰና ወሰን እዩ ሓደሽቲ ዓዳት ከምሞ ሲሉ ስሚን ንረይዎማ ደስ ክብል ብቻ ዘንዶ ፈጉራ ካብዝ ሓን ሽኻን እዋ ባጃጅ ፈላሕላሕላሕ ትብሎ ውጭ ከይደልካ ከይትቐርፅ ዘን ባጃጅ እየን ዝኣትያ ካብ ቐረፃ በቃ ዘን ባጃጅ ብልሓለፍካ ይሓንሽኻ በቃ ለለ መፅኢ ሓንቲ እና ለለ ሓሊፍ ሓንቲ ባጃጅ ኢለኩም ሓንሽኻ ዞም ፍልሖ ትፈልጥዶ ዘን መኪናስ መርገፂ እየን ዝስእና በተለይ ከተማ ኣዝየን ተኸልኺለን እምበይ ሓንሽኻ ሓንሽኻ ፎኽፎኽፎኽፎኽ ይብላ ነይረን ኸዚ ወሰና ወሰና ከምዚ ይሰርሓ ኣለዋ ማለት እዩ እና ከዚ ሰተተትና ኣልና ናብቲ መንደርና ተከረናዮ ሰብዓ ካሬ በፂሕና ኒአና ረእይዎ ካብኡ ለስኪ ርሑስ ይኹንኩም እስኪ ላይክ ጎርለይ ኣቤት ኣቤት ኣቤት ኒኢኻ መንደር ደስ ክብል ማርያምን ኧረ በቃ ካብ ልለኻዮ ሰያም ዝኸፍት ይሕካ ትነብር ነካ መን መሃምዚ ኢለ ይፀልእ ኩሉ ሰብ ፅቡቅ ዝፀልእ ሰብ የለይ ብቻ ግን በቃ ፅቡቅ ትምነ ኣብ ፅቡቅ ነገር ተጥሪ ገለ ደስ ይብለካ እሞ ካብኡ ከዓ እንታይ ሞ እዩ ሓደ ካየ ትኸድስ ትብል ተመሊስካ ደሞ ዋ ሓዲግና ክሳብ ንኸደስ ኢና ፍትሕና ኣብ ፅቡቅ ሃምዚ ማፋትም ፍትሕና ነይነብር ሓዲግና ክሳብ ንኸደስ በቃ ኣብ ፅቡቅ ናይ ነብር ትብል ሓደ ሓደ ግዜ እና ክቡራተይ ኣምጂና በቃ ኣብዚ መንደርና በፂሕና ነና ላውዚ ክጥዎ እዩ ንላዕሊ በቃ ኣብታ ገዛ ንኣቲ ኢና ኣብ ገዛ ኣቑሒት ገለ ክሳብ ንውርድ ቀረፃ ይምቺ ንእሽተይ ቀርፀልኩም እየ በቃ ከምዚኣ እናላዕሊ ትጥዎ እያ ከዚ በቃ እዚስ መን እዩ ባዕድና ክብሎ እዝኒ ኣዋ ሓንሽኻለ ደባሮ ልኾና ባጃጅ በቃ ሕልኽልኽልኽልኽልኽ የንብለኻ ስራሕን ጠፍኡ እና በቃ ኣብዚ መንደር ኣቲና ኒአና ክቡራት ሓድሽ ገዛ ልማዓንቲ ቀስ ብቀስ እቲ መንደር እቲ ውሽጢ ገዛ እቲ እንታይ እየ ክሰርሕ መናምን ቀስ ብቀስ ከሪአኩም እየ ናይ ልማዓንቲ ግን እዚ ይመስል ከይነውሓኩም እቲ ገዛ ገለ ምስኡ ቢለ ከይልቀልኩም ቪድዮ ከይነውሕ ፅባሕ ሓድሽ ቪድዮ ናዚ ውሽጢ ገዛ ተፀቦይና ባይ ባይ